ሰላም ኣብዚ ናይ ሎ መዓልቲ መደብ እምበኣር ብዛዕባ ሓንቲ ስማርትፎን ዋን ፕላስ ኖርድ ትበሃል ንምልላያ መደብ ገይረ ዘለኹ ነዚኣ ስማርትፎን ዝመረፅኩሉ ምክንያት ወይ ከዓ ነዛ ሞባይል ፎን ዝመረፅኩሉ ምክንያት እንታይ እዩ ኣብ ዝሓለፈ ናይ 220 ዓመት እቲኣ ኣዝያ ፅብቕቲ ፎን ወይ ከዓ ፅብቕቲ ሞባይል ፎን ዝነበረት እያ ብዋጋ ብምንፃር ክለዶ ክለ ከሎ ድማ ሕስርቲ ፎን እያ ነይራ እዛ ዋን ፕላስ ኖርድ በዚ ዋን ፕላስ ዝበሃል ካምፓኒ እያ ትስራሕ ዋን ፕላስ ናይ ቻይና ኩባንያ ኮይኑ ኣብ ዝሓለፈ እዋናት ዳርጋ ፅቡቃት ፅቡቃት ፎናት ብምስራሕ ሎሚ ዳርጋ ምስተን ዓበይቲ ብራንድ ናይ ሞባይላት ተወዳዳራይ ኮይኑ ኣሎ ስለዚ ኩሉ ናይዚኣ ሞባይል ናይዛ ስማርትፎን እዚኣ ኣብ ብቕዓታ ትዋግኣ ኣብ ግምት ብምእታው ሰብ ክፈልጣ ኣለዎ ካብ ዝብል እምነት እየ ሎሚ መደብ ክገብረላ ፈቲነ ዘለኹ ማለት እዩ ኦኬ ብመጀመርያ ግን ሓንቲ ስማርት ፎን ወይ ሞባይል ፎን ክንገዝእ ከለናስ ኣብ ግምት ክነእትዎም ዝግባኣና ዝተፈላለዩ ነጥብታት ኣለውኖ እቲ መዐቀኒታት ሽዑ ብኡ ኢና ከነነፃፅረን ንኽእል ስለዚ እንታይ እዮም ዝመስሉ እቶም መዐቀኒ ንጥቀመሎም ናይ ሞባይል ፎናት እስኪ ሓደ ብሓደ ክንሪኦም ኢና ሕራይ እምበር ብመጀመርያ እዚ ቢውልድ ኳሊቲ ዝብልዎ እዩ እንታይ እዚ ቢውልድ ኳሊቲ ማለት እቲኣ እታ ስማርት ፎን ሲ እታ ሞባይል ፎን ካብ ምንታይ እያ ተሰሪሓ ብምንታይ እያ ተሰሪሓ ሕጂ ሎሚ ገሊኤን ሜታል ሓፂን መምዚ ኣሉሚንዩም ገለ ዝእተዋ ኣለዋ ገሊኤን ፕላስቲክ ኣለዋ ገሊኤን ግላስ ኣለዋ ግላስ ከም ጥርሙስ ማለት እዩ ሕጂ ስለዚ ብምንታይ እያ ተሰሪሓ የገድሰና እዩ ማለት እዩ ስለዚ እሱ እዩ እቲ ቢውልድ ኳሊቲ ዝብልዎ ካልኣይ እቲ ስክሪን ሳይዝ ናታ እዩ ስክሪን ሳይዝ እንታይ ማለት እዩ? እቲ ናታ ሲ እቲ ናታ ዓቐን እቲ ክሳዕ ክንደይ ዓባይ እያ ወይ ክሳዕ ክንደይ ንእሽተ እያ እዚ ድማ የገድስ እዩ ማለት ምክንያቱ የፈላለ እዩኖ መን እንታይ ዓይነት ይገዝእ ሲ ከከም ምርጫና ይፈላለ እዩ ንኣብነት ኣነሲ ገጃ ፎን ኣይፈቱን እየ ክሕዚ ኣይደልን እየ ምክንያቱ ኣብ ገዛይ ላፕቶፕ እየ ዝጥቀም ስለዚ ፊልምታት ክርእ ክትርኢ ተደሊኻ ላፕቶፕ ክትጥቀም ትኽእል ኢኻ ቴሌቭዥን ክትጥቀም ትኽእል ኢኻ ስለዚ ንኣነ ሞባይል ፎን ንቲ ካልእ ስራሕ ጥራሕ ዝጥቀመላ ንእሽተይ ንእስ ዝበለት ኣብ ኢደይሲ ፅቡቅ ኮንትሮል ዝገብራ ኣብ ጁባይ ፅቡቅ ዝሕዛ እየ ዝደሊ ገሊኡ ሰብ ግን ምናልባት ዘይብሉ ክህሉ ክኸውን ይኽእል እዩ ሞባይል ላፕቶፕ ዘይብሉ ወይ ኣብ ገዛ ቴሌቭዥን ዘይብሉ ክኸውን ይኽእል እዩ ስለዚ መንበቢ ፊልም መርኣይ እንኮላይ ዝጥቀመላ ንድሕር ኮይኑ ዕበይ ዝበለት ስክሪን ዘለዋ ሞባይል እንተደኣ ኣለዎ ተመራፂ ይኸውን ስለዚ ብከከም ምርጫና ስቲ ስክሪን ሳይዝ የገድሰና እዩ ማለት እዩ ካልእ እንታይ እዩ እዚ ዲስፕለይ ዝብልዎ እዩ ሕጂ ዲስፕለይ እንታይ እዩ ንሪእየሉ ስክሪን ሲ ክሳዕ ክንደይ ንፃረ ኣለዎ እቲ ዲስፕለይ ናታ ማለት እዩ ንፁር ድዩ ዝተፈላለየ እዩ ዘሎኖ እዚ ሕጂ ክንሪኦ ኢና ናይዚ ኣስካዕ ክንደይ ንፁር እዩ ክንሪኦ ኢና ካልእ ዲዛይን ብዓብዩ ዲዛይን ከዓ እንታይ እዩ ትናታ ቅርጻ ሲ ርኢናያን ኣለና ን ዘን ሞባይል ፎናት ዝተፈላለየ ቅርጺ ኣለወንን ናተን ገሊአን ስክሪነን ፍላት እዩ ገሊአን ስክሪነን ከምዚ ኦቫል ከምዚ ከምዚ ክብብ ዝበለ ዓይነት እዩ ስለዚ ኣብኡ እውን ይፈላለዩ ናይ ኩለን ማለት እዩ ካልእ እንታይ እዩ ፕሮሰሰር እዚ ሕጂ እቲ ዋና ነገር እዩ ማለት እዩ ሕጂ ትናታ ፕሮሰሰር ከ እንታይ እዩ ትናታ ፕሮሰሰር ሲ ሕጂ እዚ ነቲ ናታ ሓይልን ነቲ ናታ ፍጥነትን ዝገልጽ ስለ ዝኾነ እቲ ፕሮሰሰር ከ እንታይ ዓይነት ፕሮሰሰር እያ ትጥቀም ክንሪኣ ኢና ናይዚኣ ደሓር ካልእ ከዓ ኦፕሬቲን ሲስተም ሕጂ ኦፕሬቲን ሲስተም እንታይ እዩ ንዓዓ ከዓ ኣየናይ ሶፍትዌር እዩ ኦፕሬት ዝገብራ ሎሚስ ዝተፈላለያ ኣብዚ ናይ ሞባይል ፎን ብሒቶሞ ዘለዉ ሰለስተ ዳርጋ ክልተ እዮም ኣፕል ወይ ናይ ኣይፎን ሶፍትዌር iOS ዝብልዎ እዚ ናይ ኣንድሮይድ ከዓ እዚ ናይ ጎግል ኣንድሮይድ ናይ ጎግል እዩ ነው ፊሒቶሞ ዘለዎ እቲ ዕዳጋ ናይዚ ናይ ማይክሮሶፍት ኣለዉ ናይ ዊንዶውስ እውን ግን ክሳዕ ክንድቲ የለውን ናብቲ ዕዳጋ ሕዞም ክልቲኦም ብብዝሒ ዝቆፃፀርዎ ካልእ እንታይ እዩ ራም እዚ ራንደም ኣክሰስ ሜሞሪ ዝብልዎ ሕጂ እዚ ራም ናታ ክሳዕ ክንደይ ፍጥነት ኣለዋ ቅልጣፈ ኣለዋ እውን ይድርኽ እዩ እቲ ናታ ራም ራም እንታይ እዩ እቲ ሳት ክትሰርሕ ከላሲ ክሳዕ ክንደይ ቦታ ክህሉ ኣለዎ ን ሕጂ ኣብኡ እቲ ቅልጣፈ ይነግር እዩ ማለት እዩ ሎሚ ዳርጋ ከይደን ናብ ሸሞንተ ዓሰርተ ክልተ ዓሰርተ ሽዱሽተ ራም እዩ ዘለዎን ቅድም ኢልና ዳርጋ ቅድሚ ክልተ ሰለስተ ዓመት ንሕዘን ዝነበርና ግን ትሕቲ ሽዱሽተ ኣርባዕተ ሽዱሽተ ገለ እየን ነይረን እቲ ናተን ራም ሎሚ ግን እስካ ዓሰርተ ሽዱሽተ ራም ዝበፅሓ ኣለዋ ን ስለዚ እዚ እውን ኣገዳሲ እዩ ማለት እዩ ካብኡ ቀጺሉ ካሜራ እዩ ካሜራ ውን ስጋዕ ክንደይ ንጹር ስእሊ ትወስድ ካሜራ ከኣ የገድሰካ እዩ ሎሚ እቲ ሜጋ ፒክስል ዝብልዎ እዩ ሎሚ እቲ ካሜራ ዳርጋ ሎሚ ክልተ ሰለስተ በቲ ድሕሪት እዩ ዘለዎን ኮይነን ዘለዋ ዙም ዝገብር ዋይድ ኣንግል ዝገብር ዝተፈላለየ ስለዚ ኣብኡ ውን የገድሰና እዩ ማለት እዩ ካልእ ባተሪ ሕጂ ባተሪ ከኣ ስጋዕ ክንደይ እቲ ባተሪ ስጋዕ ክንደይ ላይፍ ስጋዕ ክንደይ ንውሓት ኣለዎ ሓንሳእ ቻርጅ ምስ ገበርካዮ ይፈላለ እዩ ሕጂ እዚ ቁጽሪ ይነግረካ እዩ ሰለስተ ሽሕ ሚሊ ኣዋር ኣርባዕተ ሽሕ ሚሊ ኣዋር እዚ ናይ ባተሪ እውን የገድሰና እዩ ማለት እዩ ሰኪሪቲ ሲስተም ሰኪሪቲ ሲስተም ከዓ ስጋዕ ክንደይ ከስ እቲ ማለት ሲ ውሕስነት ኣለዋ ምስቲ ናይ ኦንላይን ምሻ ኣሎ ፀገማት ኣሎ ሎሚ እዚ ናይ ሞባይላት ላፕቶፓት ኩሉ ኖ ስለዚ ስጋዕ ክንደይ ከቲ ናታ ምስቲ ኦፕሬቲን ሲስተም ተታሒዙ ዝኸይድ ስጋዕ ክንደይ ሰኪሪ እዩ ከምዚ ናይ ኣይፎን ሕጂ ምሻ ኣሎ ሰኪሪ ናይ ኣይፎን ኖ ሕጂ ከምኡታት ከዓ ሰኪሪቲ ሲስተም ከኣ ናታ ውን ናይ ባዕላ ውን የገድሰና እዩ ማለት እዩ ካልእ ኣውድዮ ኳሊቲ ኣውድዮ ኳሊቲ እንታይ እዩ እቲ ናይ ድምፂ ናታ እቲ ስፒከር ናታ ስክስካዕ ክንደይ እዩ ፅቡቅ እዩ መወዳእታ ድማ ወይ ብመጀመርያ ብቀንዲ ድማ ዝረኣይ ደ ዋጋ ከዓ ዋጋ ከዓ ክንደይ እዩ ፕራይስ ዋጋ ከዓ እገድሰና እዩ ማለት እዩ ስለዚ እዚኢታት ኢና ኣብ ግምት ንእቱ ሓንቲ ሞባይል ክንገዝእ ከለና ስለዚ ናይዚኣ ዋን ፕላስ ኖርድ እንታይ ይመስል እስከ ንርኣዮ ሕጂ እቲ ናይ ዋን ፕላስ ኖርድ እቲ ናታ ዲስፕለይ እቲ ሳይዝ ናይቲ ስክሪን ሕጂ ክንደይ እዩ ሽዱሽተ ነጥቢ ኣርባዕተ ኢንች እዩ ሕጂ ክዕቀን ከሎ እዚ ሳይዝ ናይ ስክሪን ክንብል ከለና እቲ ስክሪን ንሪኦ ንሪኦሉ ኩሉ ነገር ነው ንሰርሓሉ እዚ ካበይ እዮም ዝርእይዎ ካብ ሓደ ኩርናዕ ናብ ሓደ ኩርናዕ ሕጂ ከምዚ ቀጥታ መስመር ዘይኮነ በዚ ጫፍ ኩርናዕ በዚ የማናይ ኩርናዕ ድሕር ፀኒሕካ ናብቲ ላዕሊ ናብቲ ፀጋማይ ኩርናዕ ትኸይድ ወይ ከዓ ብታሕቲ በዚ ፀጋማይ ኩርናዕ ተፀኒሕካ ንላዕሊ ናብቲ የማናይ ኩርናዕ ብምኻድ ኢኻ ትዕቅኖ ከምዚ ዲያጎናሊ ማለት እዩ ከምዚ ቅኑን ሕንፃፅ ኢኻ ትርእዮ ማለት እዩ ሕጂ ናይዚኣ ሽዱሽተ ነጥቢ ኣርባዕተ ዓብያ ዓባያ ማለት ንእሽተይ ሲ ኮነትን እቲ ናታ ሪዞሉሽን እንታይ ሪዞሉሽን ሕጂ እቲ ናታ ንፃረ ናይቲ ናይቲ ስክሪን ንፃረ ቴን ኤዲፒ ዝብልዎ እዩ እዚ ቴን ኤዲፒ ድማ በቃ ፅቡቅ እዩ ንፁር እዩ ማለት እዩ ካልእ እቲ ሪፍረሽ ሬት ዝብልዎ እንታይ እዚ ሪፍረሽ ሬት ከምዚ ስክሮል ክትገብራ ከለካ እዚ ከምዚ እንዳሓለፍካ እንዳሓለፍካ እንዳሓለፍካ እንዳሓለፍካ ክትርኢ ከለካ ከምዚ እስካዕ ክንደይ ፍጡን እዩ እስካዕ ክንደይ ቁልጡፍ እዩ እዩ ዝነገረካ እቲ ሪፍሬሽ ሬት ሕጂ ናይ እዚኣ ቴስዓ ሀርትዝ እዩ ቴስዓ ሀርትዝ ከዓ ፅቡቅ እዩ ፅቡቅ እዩ ሚእትን ዕስራን ሀርትዝ ገለ እውን ኣለዋ ቴስዓ ሀርትዝ ሕጂ እዚ ምስኡ ድማ ሕጂ እቲ ባተሪ ገለ ይበልዓልካ እዩ ነው ፈጣን እንድሕር ኮይኑ ይበልዓልካ እዩ ባተሪ ስለዚ ሱሳ ሀርትዝ እውን ኣለዋ ሕጂ ንስኻ ከም ምርጫኻ ኣብ ክልቲኡ ኮንካ ትገብር ማለት እዩ እቲ ናታ ስክሪን እዚ ፍሉድ ኣሞሌድ ዝብልዎ እዩ ፅቡቅ እዩ እቲ ናታ ግላስ ድማ እዚ ጉሪላ ፋ ዝበሃል እዩ እዚ እዩ እቲ ናታ ዲስፕለይ ብሓፈሻ ንሪኦ ማለት እዩ ካልእ እቲ ናታ ፐርፎርማንስ እቲ ብቕዓት ናታ እዩ ሕጂ እቲ ናታ ዓቕሚ ናታ እዩ ሕጂ ዘገድስ ማለት እዩ እሱ እንታይ እዩ እቲ ኦፕሬቲንግ ሲስተም ናታ እዚ ኦክሲጅን ኦኤስ ኦክሲጅን ኦፕሬቲንግ ሲስተም እዚ ናይ ኣንድሮይድ ዓሰርተ እዩ ግን እዚኣ ንክልተ ስካብ ሰለስተ ዓመት እቲ ናታ ሶፍትዌር እቲ ካምፓኒ ይቕይረልካ እዩ ስለዚ ሎሚ ዳርጋ እዚ ናይ ኣንድሮይድ መበል ዓሰርተ ሓደ በፂሑ ስለ ዘሎ እዚ ዓሰርተ ሓደ ሕጂሳ ኣብዴት ኮይና ኣላ ድያ ኣይኮነትን ኣይፈለጥኩን ግን ክትከውን እያ ናይ ግድን ምክንያቱ ከምኡ ስምዒ ዘሎ ከምኡ እዩ ዘሎ እቲ መግለፂ ናቶም ክህቡ ከለዉ ከውፅዋ ከለዉ ዝነበረ ማለት እዩ እቲ ካልእ ናታ እቲ ሶፍትዌር እንታይ እዩ ናይ ስናፕ ድራጎን ኮይኑ ስናፕ ድራጎን 765 ዝበሃል እዩ ዘሎ ሕጂ ናቶም ናይ ኣንድሮይድ ማለት እዩ 5ጂ እያ 5ጂ ሓምሻይ ጀነሬሽን ናይ ኢንተርነት እያ ሳፖርት ዝገብር ስለዚ ፅቡቅ እዩ ማለት እዩ ፎርጂ እየን ዘለዋ ገሊአን እዚኣ ግን ነቲ 5ጂ ሕጂ ሓድሽ ዝጣጣተ ዘሎስ ኖርማል እያ ትሰርሓሉ ማለት እዩ ትራም ናታ ከምቲ ዓንተወይ ዝገለፅክዎ ክልተ ዓይነት እየን ዘለዋ ሕጂ ክልተ ዓይነት እዮም ዝሸጡ ዘለዉ ሕጂ ገሊአን ሸሞንተ ራም ዘለውን እየን ሓደ ዓይነት ኮይነንሲ ኣብቲ ራም ኣብቲ ስቶሬጅ ናተን ጥራሕ ይፈላለያ ማለት ሕጂ ሸሞንተ ጂጋባይት ራም ዘለዎን ኣለዋ ሕስር ዝበለ ካብቲ ዓሰርተ ክልተ ጂጋባይት ራም ዘለዎ እቲ ስቶሬጅ ናተን ድማ ስቶሬጅ ከዓ እንታይ እዩ እቲ መትሓዚ ክሳዕ ክንደይ ዳታ ትሕዘሉ ስእልታትካ ድዩ ወላ ዝተፈላለየ ቪድዮታት ድዩ ስጋዕ ክንደይ ትሕዘሉ ትኽእል እቲ ዓቕሚ ድማ ስቶሬጅ እቲ መኽዘን ናታ ድማ ስጋዕ 128 ጂጋባይትን 256 ጂጋባይትን ክልተ እየን ዘለዋ እቲ ባተሪ ላይፍ ናታ እቲ ባተሪ ናታ ዓቕሚ ድማ 4115 ሚሊ ኣምፐር ኣዋር እዩ ዓብዪ እዩ ንእሽተ ኣይኮነን በቃ ሓንሳ ቻርጅ ምስ ገበርካ ሲ ሙሉእ መዓልቲ ኢኻ ዳርጋ ትውዕል ማለት እዩ ሙሉእ መዓልቲ ፅቡቅ ገይሩ እዩ ዘውዕለካ እቲ ናታ ናይ ቻርጂን ቻርጅ ክትገብር ከላ ድማ ቨሪ ፋስት እያ ሕጂ ዳርጋ ኣብ ፍርቂ ሰዓት ሲ ዳርጋ ሰብዓ ሚእታዊት ቻርጅ ትገብር ማለት እዩ ስለዚ ብጣዕሚ ፅብቕቲ ፎን እያ ኣነ ኣብዚ ሰዓት እዚ ክገዝእ እንተዝደሊ ዓይነ ኪሓሰኹ ምገዛእኩም እዚኣ ብዋጋ ክትርኢ ከለኻ ብብቕዓት ክትርኢ ከለኻ ኩሉ ነገር ኣነ ዝደልዮ እዚኣ ክትገብሮ ትኽእል እያ ካሜራ እቲ ካሜራ ናታ ከዓ እቲ መይን ካሜራ ሕጂ ናይ ሶኒ ኤምኣይኤክስ 586 ዝበሃል እዩ እቲ ናቱ ሜጋ ፒክስል እቲ ናይ ድሕሪት ካሜራ ማለት እዩ 48 ሜጋ ፒክስል እዩ እቲ ካልእ እውን ኣለዎ እቲ ዋይድ ኣንግል ገለ ምስታት ከዓ ንእስንእስት በለ ከምኡ ማለት እዩ ንሳፖርት እቲ መይን ካሜራ ግን እዚ እዩ ማለት እዩ ቪድዮ ከዓ እዚ ቴን ኤዲፒ ቪድዮ እያ ትወስድ ማለት ክትቀረፅ ትኽእል ወላ ፎርከይ ገለ እውን ክትቀርፅ ትኽእል እያ ስለዚ ፅበቕቲ እኹል እዩ ማለት እዩ እቲ ናይ ፍሮንት ካሜራ እቲ ሰልፊ ትስእለሉ ናይ ቅድሚት ካሜራ ድማ 32 ሜጋ ፒክስል እቲ ዋይድ ኣንግል ድማ 8 ሜጋ ፒክስል ኣለዎ እቲ ናይ ቅድሚት ማለት እዩ ስለዚ እኹል ፅቡቕ እዩ ፅቡቕ ካሜራ እዩ ዘለዋ ተስፋ ገብር ፅቡቅ እቲ ሞባይል ተላሊኹም ክትኮኑ የቀኒየለይ ኣብ ቀፃሊ ባይ